ሰላም ከመይ ትውዕሉ ክቡራት ሰማዕትና ብኣርሜኒ ሚድያ ንሎሚ ሰሉስ ዕስራን ኣርባዕተን ጥሪ ዝተዳለወ ሓጸርቲ ዜናታት እነሆ ፈለማ ቀንዲ ነጥብታቱ ኣብ ዝሓለፈ ቀዳመ ሰንበት ኣብ ስቶኮልም ገበናት ተፈጺሞም። መጽሓፍ ቁርኣን ናይ ምቅጻል ውጥኑ ከም ዝደፍኣሉ ራሙስ ፓሉዳን ገሊጹ። ሽወደን ናብ ኔቶ ኣብ እትገብሮ ምምልካት ኣባልነት ካብ ቱርክ ደገፍ ክትጽበ ከም ዘይብላ ዔርዶጋን ኣጠንቂቑ። ኣርእስታት ዜና ክትሰምዑ ጸኒሕኩም ክቡራት ሰማዕትና፣ ዝርዝራቱ እነሆ። ኣብ ዝሓለፈ ቀዳመ ሰንበት ኣብ ስቶክሆልም ተወሰኽቲ ምልውዋጥ ተኹስን ምፍንጃራትን ከም እተኸሱ ተገሊጹ። በዚ ክስተት ኣብ ሰሜናዊ ክፋል እታ ከተማ ከባቢ ሶልና ሓደ ሰብ ሞይቱ ኣሎ። ብምኽንያት ምብርካት እዚ ገበናት ኣብ ዝመጽኣ መዓልታት ፖሊስ ስቶክሆልም ካብ ካልኦት ክፋል እታ ከተማ ክልተ ሚእትን ቴስዓን ተወሰኽቲ ኣባላት ፖሊስ ከዋፍሩ እዮም። እዚ ተኹስን ምፍንጃርን ፍሉጥ ሸቶታት ዘለዎ ኮይኑ፣ ፈጸምቲ እዚ ገበን ብገንዘብ ይዕሰቡ ምህላዎም ተሌቪዥን ሽወደን SVT ገሊጻ'ላ። ሕሉፍ የማናዊ ፖለቲከኛ ራሙስ ፓሉዳን መጽሓፍ ቁርኣን ከቃጽል ንዝብል ውጥኑ ከም ዝደፍኣሉ ሬድዮ ሽወደን ጸብጺባ። እዚ ሽወደናዊ ዜግነት ዘለዎ ተወላዲ ዴንማርክ ኣብ ኣፍደገ ኤምባሲ ቱርክ ስቶኮልም ነዚ ምቅጻል ቁርኣን ዝፍጽመሉ ሰልፊ ክቕጽል ምዃኑ ገሊጹ ኣሎ። እዚ ካብ ቱርክ ተሪር ግብረ መልሲ ክወሃብ ገይሩ ኣሎ። በዚ ድማ ሚኒስተር ምክልኻል ሽወደን ናብታ ሃገር ክበጽሕ ዝገበሮ መደብ ከምዝስረዝ ገይራ ኣላ። እዚ ምቅጻል መጽሓፍ ቁርኣን ንመሰል እምነት ካልኦት ዘየኽብርን ፈላላይን እኳ እንተኾነ ብሕጊ ግና ፍቑድ እዩ ክብል ቀዳማይ ሚኒስተር ሽወደን ኡልፍ ክሪስተርሰን ንተሌቪዥን ሽወደን ገሊጹ ኣሎ። እዚ ከምዚ ኢሉ እንከሎ ሽወደን ንኣባልነት ኔቶ ካብ ቱርክ ድጋፍ ክትጽበ ከምዘይብላ ፕረዚደንት ቱርክ ጠይብ ዔርዶጋን ትማል ሶኑይ ኣጠንቂቑ። ንሱ ነዚ ዝበለ ኣብ ኣፍደገ ኤምባሲ ቱርክ ስቶኮልም መጽሓፍ ቁርኣን ድሕሪ ምቅጻሉ እዩ። ድሕሪ ወራር ሩስያ ኣብ ልዕሊ ዩክሬን፣ ሽወደን ንኣባልነት ኔቶ ሕቶ እኳ እንተቕረበት፣ ተቐባልነት ቱርክ ከም ዘይረኸበት ዝዝከር እዩ። ብፍላይ ድማ ተቓወምቲ ዔርዶጋን ዝኾኑ ኩርዳውያን ኣብ ሽወደን ንምስሊ ዔርዶጋን ካብ ህንጻ ድሕሪ ምንጥልጣሎምን ብፓሉዳን ድሕሪ እተኻየደ ምቅጻል ቁርኣንን እዚ ዲፕሎማስያዊ ወጥሪ ክልቲኤን ሃገራት መሊሱ ተጋዲዱ ቀጺሉ ኣሎ። በዚ ድማ ሽወደን ናብ ኔቶ ኣብ እትገብሮ ምምልካት ኣባልነት ካብ ቱርክ ደገፍ ክትጽበ የብላን ክብል ኤርዶጋን ኣተሓሳሲቡ ኣሎ። ሽወደን ሰፊሕ መሰል ፕረስን ምግላጽ ሓሳብን ዘለዋ ሃገር እያ። እዚ ማለት ግና ኩሉ ኣብ ሽወደን ዝግበር ኣገባብ ምግላጽ ሓሳባት መንግስቲ ሽወደን ይድግፎ እዩ ማለት ኣይኮነን ክብል ሚኒስተር ጉዳያት ወጻኢ ሽወደን ቶብያስ ቢልስትሮም ገሊጹ ኣሎ። ምስ ሃርሜኒ ሚድያ ኢኹም ዘለኹም ክቡራት ሰማዕትና ኣብ መወዳእታ መርከብ ኤምኤስ ኤስቶንያ ብመንጎ ታንያን ስቶኮልምን ክትጓዓዝ ኣይነበራን ክብል ንምጥሓል እዛ መርከብ ኣመልኪቱ ዝተገብረ ሓድሽ መርመራ ገሊጹ። መርመራ ናይ ቅድሚት ኣካል መርከብ ከም ዘይተኻየደን ብጌጋ ከም ጥዑይ ኣካል ፍቓድ ከም እተዋህቦን ኣፈናዊ መጽናዕቲ ሰብ መዚ መርመራ ሽወደን ኤስቶንያን ፊንላንድን ገሊጹ ምንባሩ ዝፍለጥ እዩ። እቲ ምርመራ ተኻይዱ እንተዝነብር እዚ ዘሕዝን ትራጀዲ ኣይምተኸስተን ክብል ኣቦ መንበር ሰብ መዚ ምርመራ ሽወደን ዮናስ ባክስትሮም ገሊጹ ኣሎ። እምበኣር ክቡራት ሰማዕትና ንሎሚ ሰሉስ ዕስራን ኣርባዕተን ጥሪ ዝተዳለዉ ሓጸርቲ ዜናታት በዚ ፈጺምና ኣለና። ምሳና ብምጽናሕኩም ነመስግን። ሰላም።